እሞ ናብ ዓዲ ከመይ ትምለሱ
ክልተ ሽሕን ገለን ዶኮመንት መሊእና ንክንምለስ ፈሪምና ኣይትኸድሎ ወረቐትና ቀደሙ እምበር ኣነ ቁፅሪ ሓደ ማለት እዩ ቁፅሪ ሓደ በዓል ኣስራት ዝበሃሉ ዓበይቲ ዶኮመንት ኩሉ መሊእና ፈሪምና ንክንከይድ በቃ ኣይትኸዱ ንክበለ ምኸጃ ብምንታይ ምክንበለ ሰላም ከመይ ትኾኑ ዝኸብርኩም ተኻተልቲ ሎማዓንቲ ከ ሕጽር ዝበሉ ኣገደስቲ ሓበሬታ ክነግረኩም እየ ሳም ወዳታ ምሳይ ጽንሑ ከምቲ ልሙድ ላይክ ምግባር ጀምርዋ ላይክ ኣይትረስዑ ለስ ገው ኣብ ማዕስከር ሱዳን ዝርከቡ ህጻናት ብሰንኪ ሕጽረት መግቢ ይሞቱ ከም ዘለዉ ተሓቢሩ ኣብታ ብኲናት ዝተሃስየ ሱዳን ኣብ ግዝኣት ምብራቕ ዳርፉር ኣብ ዝርከብ መዓስከር ስደተኛት ኣብ ዝሓለፈ ወርሒ ብሰንኪ ከቢድ ሕጽረት መግቢ ዓሰርተ ሰለስተ ህጻናት ከም ዝሞቱ ክኢላታት ሕክምና ገሊጾም ኣብቲ መዓስከር ላጋዋ ዘ-ሱዳን ዶክተርስ ኔትዎርክ ዝተብሃለ ትካል ዝሰርሑ ሰብ ሞያ ሕክምና ሱዳን፣ ኣብቲ መዓስከር ዘሎ ሰብኣዊ ኩነታት እንዳገደደ ይኸይድ ከምዘሎ ገሊጾም። እቲ ንዕስራን ሸውዓተን ኣዋርሕ ዝጸንሐ ኵናት ሓድሕድ እታ ሃገር ኣብቶም ተመዛበልቲ ሕጽረት መግቢ ከምዘስዓበ ተገሊጹ ኣሎ። ኣብ ከተማ ኤልዳይድ ብውሕዱ ሸውዓተ ሽሕ ሰባት ዝነብሩሉ መዓስከር ብተደጋጋሚ ብዕጡቓት ጉጅለታት መጥቃዕቲ ከምዝፍጸም ይፍለጥ። ኣብታ ሃገር ዘጋጠመ ጥሜት ንመጀመርያ ግዜ ኣብ ምብራቕ ዳርፉር ኣብ ዝርከብ መዓስከር እዩ ኣጋጢሙ ነይሩ። ካብ ሽዑ ጀሚሩ ኸኣኒ ናብ ካልእ ቦታታት እቲ ጥሜት ከስፋሕፍሕ ክኢሉ ኣሎ። The Sudan Doctors Network ብሰሉስ ኣብ ዘውጽኦ መግለጺ፣ ማሕበረሰብ ዓለም ንሰብኣዊ ትካላትን ንነበርቲ እቲ መዓስከር ብፍላይ ድማ ንህጻናትን ነብሰጾርን መግብን መሰረታዊ ክንክን ናይ ጥዕናን ንምሃብ ስጉምቲ ክወስድ ብህጹጽ ጸዊዑ ኣሎ። ንሳልሳይ ዓመቱ ዝካየድ ዘሎ ኲናት ሓድሕድ ሱዳን፣ ቀረብ ሰብኣዊ ረድኤት ኣባላሽዩ፣ ቁጠባ ክፈርስ ገይሩ፣ ማሕበራዊ ኣገልግሎት እውን ኣጥፊእዎ ኣሎ። እዚኦምን ካልኦት ረቋሒታትን ነቲ ቅልውላው መግቢ ኣበርክቶ ገይሮም እዮም። ጉጅለ ረድኤት ኣብ ዳርፉር ኣብ ርእሲ'ቲ ኣብታ ሃገር ዝረእ ዘሎ ጥሜት ለበዳ ሕማም ኮሌራ ከጋጥም ከም ዝኽእል እውን ኣጠንቂቖም ኣለዉ። ሕቡራት ሃገራት ኣብ ከተማ ማታዊላ ብዝሒ በቲ ሕማም ዝተለኽፉ ሰባት ከም ዘለዉ ኣፍሊጡ ነይሩ። ኣብ ወርሒ ሰነ ጀሚሩ፣ ሽሕን ሓሙሽተ ሚእትን ሰባት ብከቢድ ሕማም ኮሌራ ከምዝተጠቕዑ ተገሊጹ'ሎ። ኣብታ ሃገር ዘሎ ትሑት ሸፈነ ክታበት ተደሚሩ፣ ምቁራጽ ኣገልግሎት ማይን ጽሬትን ተደሚሩ ንሓደጋ ለበዳ ሕማም ኮሌራ ከምዘስዕብ ሕቡራት ሃገራት ኣፍሊጡ። ኲናት ሓድሕድ ሱዳን ኣብ ዓለም ዝኸፈኣ ሰብኣዊ ቅልውላው ኣስዒቡ'ሎ፣ ብዓሰርተታት ኣሽሓት ዝቑጸሩ ሰባት ክሞቱ እንከለዉ ልዕሊ ዓሰርተ ክልተ ሚልዮን ድማ ተመዛቢሎም፣ ዳርጋ ሓደ ሚልዮን ዝኾኑ ሰባት ብጥሜት ይሳቐዩ ከምዘለዉ ይፍለጥ። ናብ ካልእ ሓበሬታ ኣብ መዓስከር ኣለምዋጭ ኢትዮጵያ ዝቕመጡ ኤርትራውያን ስደተኛት ዝሃብዎ ርእይቶ ትምልከት ሓንቲ ዝተገብረት ቃለ መሕተት እየ ከርእየኩም። ቅድሚኡ ግን ኣብዚ መዓስከር እዚ ወይ ኣብዚ ኣብ ኢትዮጵያ ኣለምዋጭ ዝርከቡ ኤርትራውያን ስደተኛት ንምሕጋዝ ክኸውን ይኽእል እዩ ወይ እውን ካልእ ዝተፈላለዩ መልእኽቲ እውን ክህልወኩም ይኽእል እዩ። በዚ ትርእይዎ ዘለኹም ብተደጋጋሚ ከይዱ ዝረኽቦም ከምኡውን ሓገዝ ኣብዛ ቪድዮ እዚኣ እውን ሓገዝ ከብጽሕ ከሎ እዩ እዛ ቪድዮ እዚኣ ሰሪሕዋ ዘሎ ማለት እዩ ካብ ኣዲስ ኣበባ እኽሊ ጽዒኑ ካብ ሓደ ቤተ ክርስትያን ዝተገብረ ሓገዝ እኽሊ ጽዒኑ ናብቲ መዓስከር ብምክያድ ክሕግዞም ዘርኢ ቪድዮ እዩ ዘርጊሑ ዘሎ ማለት እዩ ስለዚ በዚ ኣብ ታሕቲ ዘርጊሕዎ ዘሎ ቴሌፎን ወይ ናይ ዋትሳፕ ቴሌፎን ክትረኽብዎ ትኽእሉ ኢኹም ማለት እዩ ወይ ከኣ ኣብቲ መዓስከር ክግበር ዝኽእል ወይ መልእኽቲ እንድሕር ሃልይኩም ክትረኽብዎ ትኽእሉ ኢኹም ማለት እዩ ወይ መልእኽቲ ከብጽሓልኩም ይኽእል እዩ ብዛዕባ እዛ ኢንተርቪው እዚኣ ከስማዕኩም

ፅገ ገረመስቀል ሕጂ ኣነ ኣብ ኣተዓባብያ መጀመርያ ስጋብ ወዲ ዕስራ ዓመተይ ኣብዚ ናይ በዓል ባድመ መሬት እየ ዓብየ ድሕሪ ዕስራ ዓመት ከባቢ ድሕሪ ናፅነት ከዓኒ ዓዲ ኣትየ ሽዱሽተ ዓመት ተቐሚጠ ብኡ ቢለ መልሸ ንጋሽ ባርካ ተመልሸ ናይ ልምዲ ጋሽ ባርካ መልሽኒ ኣብ ኣበይ ነረ ጃርበት ነረ ጃርበት ሓንቲ ሻዕዲ ንዓሰርተ ክልተ ዓመት ከባቢ ተቐሚጠ ማለት እዩ ሕጂ ንሱ ንኡስ ዞባ ኣውጓሮ ምሕዳር ኣይቴራ ንኡስ ዞባ ኣውጓሮ

ነዚኦም ግን ከም ብፍሉጥ ሕጂ ትማሊ ተስካር ዝሓለፈዊ ንእሽተይ ቆልዓ ካብ ኣዲስ ኣበባ ሰለስተ ዓመት ተቐሚጡ ኣብ ድሕሪ ሰለስተ ዓመት እዚኣ መፅኢሉ ኣብ ድመፀላ ሰዓት መይቱ
ስሙ ይፈለጥ ኮንቱ መንእሰይ ቆልዓ ወዲ ዓሰርተ ሸሞንተ ገለ መይቱ ኣሌክሳንደር ኣሌክስ
ኣርኣያ ሕጂ ምስቲ ዘሎ ኩነታት እቲ ኣብዚ ምንባር መፍትሒ ኣለዎ ንዓኻትኩም
ምርጫ የለን በር እሞ ናብ ዓዲ ክመፅ ይመፅ
ክልተ ሽሕን ገለን ዶኮመንት መሊእና ንክንምለስ ፈሪምና ኣይትኸድሎ ወረቐትና ኣይበል ንምንታይ እምበር ኣነ ቁፅሪ ሓደ ማለት እዩ ቁፅሪ ሓደ በዓል ኣስራት ዝበሃሉ ዓበይቲ ዶኮመንት ኩሉ መሊእና ፈሪምና ንክንከይድ በቃ ኣይትኸድሉ ኮይኖም ብምንታይ ምክንገ እሞ ሕጂ ምናልባት ሲ ነቶም ስደትና ሲወድዓ ስደትና ከማን ኣብትኛው የተግብሩ ኣየተግብርዎ ቤት ፅሕፈት ዘርጊሖም ዝሰምዑካ እኳ ነይሮም ማለት እዩ ኣብዚ ሞ ቤት ፅሕፈት ዘርጊሑ ዝፀንሓካ ሰብ የለን ስለምንታይ ኢልካስ ንመን ኣዛብ ተባእሽካ ዝዓርቁካ ዘየለ ብሓቂ ናብ ዓዶም ክትምለስ ትደሊ ኢኹም ኣነ ብልቢ

ሻሎም ተኸታተልቲ ግብሪ ሕያዋይ ሳምራዊ ሓዎም ሃብተኣብ ሎመዓልቲ ኣስቤዛ ክንገዝእ ኢልና ኢና ምስ ናብዚ መፅእና ዘለና እዚ እትሪእዎ ዘለኹም ማሸላ ነዞም ኤርትራን ስደተኛታት ክኸውን እዩ ሎመዓንቲ ክስታ ጌርና ንዝሓጉ ስብሓት ድማ እታ ዘላቶ ሰርናይ ሸይጡ መሸላ ክቕይራ ምስ ሓሰብ እያ ከም ኣጋጣሚ ረኪብ ኣብቲ ዕዳጋ ናይ ዳባት እየ ዘለኹ ብዝኾነ ሎመዓንቲ ክስትያ ክንበካ ኢና ዕስራ ኪሎ መሸላ ክንበካ ኢና እግዚኣብሔር ይባርክ። ፅቡቅ ዶ እዚኣ ኣላትካ ገለ ክዳውንቲ ገለ ክበልካ ገለ ሓገዝ ክንገብረልካ ኢና ንክስቶስ ኢትዮጵያ ንብርሃን ኣብርሃም
በም ኣጋጣሚ ዝረኸብኮ ሰብ እዩ ጀስት እዚ ከምቲ ዝበለኩም እዩ መቸስ ንምድርና እግዚኣብሔር ምሕረት ይግበር ሓውኹም ግን ምስ ሓወይ ሄኖ ግርማ እዩ ኣብዚ ቦታ እዚ ነቲ ህዝቢ ንክንሕግዝ ኢልና ኣብዚ ቦታ እዚ መፂና ኣለና ሄኖ ግርማይ እዚ ትሪእዎ ኣለኹም መጋድልተይ ክንሕግዝ ኢልና ናብዚ ቦታ እዚ መፂእና ኣለና ኣብ ዳባት ኢና ዘለና ሎማዓንቲ ዝገጠመ ነገር ኣሎ እሱ ቀፂልና ክንነግረኩም ኢና ሎማዓንቲ ሰለስተ ሰባት ተጨውዮም ኣለዉ ንሕና ናብ ዳባት እናኣተና ከለና ኣብ ቅድሜና ዝነበረት ኣውቶቡስ እንታይ ገይሮማ ጨውዮም ኣለዉ መንገዲ ግብሪ ሕያዋይ ሳምረ ካብ ብስራተ ወንጌል ኤርትራ ሎስ ኣንጀለስ ዝተዋሃበ ናይ እኽሊ ሓገዝ እዩ ሎማዓንቲ ናብ ሱሳ ኩንታል ዝኸውን እኽሊ ነቲ ስደተኛ ንምዕንጋል ኢልና ሎማዓንቲ ሒዝና መፂና ኣለና ሎምዓንቲ ዝመጸናሉ ኩነታት ውን ኣዝዩ ጽቡቕ ኣይነበረን። እቲ ከባቢ ጭር ኢሉ ኣሎ። ኤርትራውያን ስደተኛታት ሎምዓንቱ ሰለስተ ተጨውዮም ከም ዘለዉ እዮም ተነጊርና። ሎምዓንቲ ነዚ እኹሊ ነቶም ኣዝዮም ቨነረብል ወይም ድማ ጽጉማት ዝኾኑ ንምዕዳል ሎምዓንቲ ክነራግፎ ኢና። እቲ ምዕዳል ድማ ጽባሕ ክኸውን እዩ። ኣብ ዝቕጽል ድማ ሓቢርና እቲ ዘሎ መደባት ክትከታተሉ ሓደራ ንብል። ሓውኹም ሃብተኣብየ ካብ ገበሒያ ሳምራዊ።